ኣምላኽ ይኹን ማርች ክልተ ሽሕን ዕስራን ሽዱሽተን ናይ ጾምን ጸሎትናን ናይ ዕስራን ሓደን መዓልቲ ጀሚርና ኣለና ናይዚ ዕስራን ሓደን መዓልቲ መእተዊ ሓሳብና ማለት እዩ መእተዊ መሪሕ ጥቕስና ኤርምያስ 29 11 እዩ ሲኖዶስ ወደይ ጎይታ ይባርካ ቅልጥፍ ቅልጥፍ ኢልካ ሸይር ድሕር ጌርካለይ እግዚኣብሔር ባርካ እቶም ትኽእሉ ድማ ተሓጋገዙ ጎይታ ባርኩም ኤርምያስ 29 11 በዚ ሓሳብ እዚ ኢና ነዚ ዕስራን ሓደን መዓልቲ ክንኣትዎ ማለት እዩ። እዚ በቃ ኣብ ውሽጠይ ዘሊሉ ዝመጸ ሓሳብ በዚ ሓሳብ እዚ ኢና በቃ ንኣምላኽ ክንደልዮ ክንቅኒ እግዚኣብሔር ዝተመስገነ ይኹን። ኤርምያስ ዕስራን ትሽዓተን ዓሰርተ ሓደ እንታይ ይብል ኣነ ዝሓስበልኩም ዘለኹ ሓሳብ እፈልጦ እየ ሃሌሉያ መፈጸምታን ተስፋን ክበኩምሲ ሓሳብ ደሓን እምበር ናይ ክፉእ ኣይኮነን ይብል እግዚኣብሔር እስከ እግዚኣብሔር ንዓይ ዝሓስበለይ ጽቡቕ ሓሳብ ይበሉ ማይክሮፎንኩም ከም ዘለዎ ተዓጽዩ ከሎ እግዚኣብሔር ዝሓስበለይ ሓሳብ ንዓይ ጽቡቕ እዩ እስከ በሉ እጀኹም ሃሌሉያ መፈጸምታ ኣለዎ እስከ በሉ እጀኹም ተስፋ ኣለዎ እስከ በሉ እጀኹም ሃሌሉያ ሓሳብ ደሓን እዩ ዝሓስበለይ እስከ በሉ እጀኹም ሎም መዓልቲ ኣምላኽ ንዓይ ዝሓስበለይ ናይ ክፉእ ኣይኮነን እስከ በሉ እጀኹም ሃሌሉያ እግዚኣብሔር ዝተመስገነ ይኹን ኣነ ዝሓስበልኩም ዘለኹ ሓሳብ እንታይ ገብረ እፈልጦ እየ መፈጸምታን ተስፋን ክበኩምሲ ሓሳብ ደሓን እምበር ናይ ክፉእ ኣይኮነን ይብል እግዚኣብሔር ኣሕዋተይ ሓሳብ እግዚኣብሔር ንዓና ኩሉ ግዜ ጽቡቕ እዩ ሓሳብ እግዚኣብሔር ንዓኺ ንዓይ ኩሉ ግዜ ጽቡቕ ይሕዋተይ መፈጸምታን ተስፋን ዘለዎ እዩ ድማ ኣሕዋተይ እግዚኣብሄር ሃለሉያ እቲ ኣብ ህይወተይን ኣብ ህይወትኩምን ዝጀመሮ ሰናይ ግብሪ ባዕሉ ክፍጽሞ እዩ ባዕሉ ክፍጽሞ እዩ ኣብ ህይወተይን ኣብ ህይወትኩምን ክፍጽሞ እዩ ሃሌሉያ እዛ ሓሳ እዛ ጥቕሲ እዚኣ በቃ ብልብና ክሳዕ ንሽምድዳ ብልብና በቃ ክሳዕ ኣጸቢቓ ኣብ ልብና ትስረት ነዛ ሓሳብ እዚኣ ደጋጊምና ደጋጊምና ክንሪኣ ኢና እግዚኣብሔር ዝተመስገነ ይኹን እንታይ እዩ ሓሳብ ኣምላኽ ንዓና? እንታይ እዩ ምኽሪ ኣምላኽ ንዓና? ኣምላኽ ካብ ቀደም ካብ ዘለኣለም ንዓይን ንዓኻትኩምን ዝመደቦ እንታይ እዩ? ከምዚ ጌርና ገጹ ክንደሊ ከለናኸ እግዚኣብሔር እንታይ ክብለና እዩ ስለ ዝደለየ? ኢልና ኣጸቢቕና ክንርእዮ ኢና እግዚኣብሔር ዝተመስገነ ይኹን። ስለዚ ኣነ ዝሓስበልኩም ዘለኹ ሓሳብ እፈልጦ እየ መፈጸምታን ተስፋን ክበኩምሲ ሓሳብ ደሓን እምበር ናይ ክፉእ ኣይኮነን ይብል እግዚኣብሔር። ኩሉ ግዜ ኣሕዋተይ እቲ ናይ ኣምላኽ ሓሳብ ንፈልጦ ናብቲ ሓሳቡ ምስ ኣተነ ጥራሕ ምስ ኣተና ጥራሕ እዩ ንሓሳብ ኣምላኽ ንፈልጦ ናብ ሓሳቡ ምስ ኣተና እዩ ንሓሳብ ኣምላኽ ንፈልጦ ናብ ሓሳቡ ምስ መጻና እዩ እግዚኣብሔር ዝተመስገነ ይኹን ናብ ሓሳቡ ምስ ተመለስና ናቱ ሓሳብ ድማ ንዓይን ንዓኻትኩምን ሰናይ ምዃኑ ንፈልጥ ኣምላኽና ንዓይን ንዓኻትኩምን ዝሓስቦ ኩሉ ግዜ ጽቡቕ እዩ ኩሉ ግዜ ጽቡቕ እዩ ንዓኻ ዝሓስቦ ኩሉ ግዜ ጽቡቕ እዩ ንደቅኻ ዝሓስቦ ኩሉ ግዜ ጽቡቕ እዩ ንሓዳርካ ዝሓስቦ ኩሉ ግዜ ጽቡቕ እዩ ንሃገርና ዝሓስቦ ኩሉ ግዜ ጽቡቕ እዩ ንምድርናን ህዝብናን ዝሓስቦ እግዚኣብሔር ኩሉ ግዜ ጽቡቕ እዩ ሃለሉያ ሓሳብ ኣምላኽ ሰናይ እዩ መፈጸምታ ኣለዎ ተስፋ ኣለዎ ነቲ መፈጸምታን ተስፋን ዘለዎ ሓሳብ እግዚኣብሔር ነቲ ናይ ክፉእ ዘይኮነ ግናኸ ኩሉ ግዜ ጽቡቕ ዝሓስበልና እግዚኣብሔር ሃለሉያ ዋው ናብቲ ሓሳቡ ምስ መጻና ሓሳቡ ንፈልጦ ናብ ምኽሩ ምስ መጻና ምኽሩ ንፈልጦ ሓደ ካብቲ ንሓ ኣብ ሓሳብ ኣምላኽ ንኣትወሉ መንገዲ እንታይ እንድሕር ደኣ ኢልና ብጸሎት እዩ ብጸሎት ሓሳብ ኣምላኽ ኢኻ ናብ ሓሳብ ኣምላኽ ኢኻ ትኣቱ ጸሎት ሓሳብ እግዚኣብሔር እዩ ጸሎት መለኮታዊ ሓሳብ ናይ ኣምላኽ እዩ ጸሎት ኣሕዋተይ ኣምላኽ ምሳና ክዘራረበሉ ዘዳለዎ ብሪጅ ድልድል እዩ ድልድል እዩ እግዚኣብሔር ዝተመስገነ ይኹን ሃለሉያ እግዚኣብሔር ብፀሎት ቅዱሳን ኣዝዩ ዝሕጎስ ብፀሎትካ ማዕረ ክንደይ ኣምላክ ከም ዝሕጎስ ማዕረ ክንደይ ብኣይን ብኣኻትኩምን ከም ዝሕጎስ ሃለሉያ ምሳይን ምሳኻትኩምን ክዘራረብ ምስ ጀመረ እግዚኣብሔር ንሓሳቡ ክተግህ ይጅምር ንምኽሩ ክተግህ ይጅምር ብናይ ምድሪ ፍቓድ ዘይኮንካ ብናይ ሰማይ ሓሳብ ክትመላለስ ትጅምር ምሳሌ ዓሰርተ ሓሙሽተ ሸሞንተ ከምዚ ይብለና ምሳሌ ዓሰርተ ሓሙሽተ ፍቕዲ ሸሞንተ መስዋእቲ ረሲኣን ኣብ ቅድሚ እግዚኣብሄር ፍንፉን እዩ መስዋእቲ ረሲኣን ኣብ ቅድሚ እግዚኣብሄር እንታይ እዩ ፍንፉን እዩ ጸሎት ቅዱስ ጸሎት ቅንዓት ግና ባህ የብሎ ፍቕዲ ዕስራን ሸዓተን ክኣ ግበረለይ ጸሎት ቅንዓት ግና እንታይ ይገብሮ ንእግዚኣብሄር ባህ የብሎ ብቅኑዕ ልቢካ መጺካ ዘለካ ብቅኑዕ ሞቲቭ ኢና መጺና ዘለና ኣሕዋተይ ብቅኑዕ ሕልና ኢና መጺና ዘለና ኣብዚ ቦታ እዚ ኣምላክ ብኣና ባህ ይብሎ እዩ እግዚኣብሄር ኢሉ ኣብ ዕስራን ትሽዓተን ዓሰርተ ሓሙሽተ ዕስራን ትሽዓተን ምሳሌ እግዚኣብሄር ነቶም ረሲኣን ርሑቆም እዩ ንጸሎት ጻድቃን ግና ይሰምዖ ሓወይ ሓፍተይ ጸሎትካ ይስማዕ እዩ ጸሎትካ ይስማዕ እዩ ንዳንኤል እንታይ ኢልዎ ዳንኤለየ፣ በታ ርእስኻ ናብ ምስትውዓል ዘቕናዕካላ ቀዳመይቲ መዓልቲ፣ ጸሎትካ ኣብ ቅድሚ እግዚኣብሄር ተሰሚዑ'ዩ ኢልዎ። ጸሎትካ በታ ቀዳመይቲ መዓልቲ ተሰሚዑ'ዩ። ንቀርኔሌዎስ ድማ ጸሎትካን ምጽዋትካን ኣብ ቅድሚ ኣምላኽ ቀሪቡ እዩ ኢልዎ። ንዘካርያስ ድማ ጸሎትካ ኣብ ቅድሚ እግዚኣብሔር ቀሪቡ እዩ ኢልዎ። ኣሕዋተይ እግዚኣብሔር ባህ ዘብሎ እንታይ እዩ? ጸሎት ቅዱሳን። ጸሎት ቅዱሳን ብጸሎትካ ባህ ይብሎ እዩ፣ ንጸሎት ጻድቃን ግና ይሰምዖ። ጻድቕ መን እዩ? ብክርስቶስ ኢየሱስ ዝጸደቐ ህዝቢ፣ መንግስትን ካህናትን ዝገበረና ህዝቢ ኣነ ንስኻትኩምን ኢና። ስለዚ እግዚኣብሔር ንጸሎትና ይሰምዖ እዩ። ካብ ሕጂ ትሒዝካ ካብዛ መዓልቲ እዚኣ ኣትሒዝና ልብና ናብ እግዚኣብሔር ነቕናዓዮ ኣሕዋተይ። ጸሎትና ይሰምዖ እዩ። እምነትና ናብ እግዚኣብሔር ነቕናዓዮ። ሕጂ ካብ ኩነታትና ንውጻእ፣ ሕጂ ካብ ነገራትና ንውጻእ። ቀዳማይ ጴጥሮስ ክዛረብ ከሎ እንታይ ኢሉ? ቀዳማይ ጴጥሮስ ምዕራፍ ሰለስተ ካብ ዓሰርተ ክሳብ ዓሰርተ ክልተ የዒንቲ እግዚኣብሄር ኢሉ ሃለሉያ ናብ ብዘላ ምድሪ እየን ኢሉ የዒንቲ እግዚኣብሄር ናብ ጻድቃን እየን ኣእዛኑ ድማ ናብ ጸሎቶም እየን ኢሉ እግዚኣብሄር ዝተመስገነ ይኹን። ኢየሱስ ክርስቶስ ጎይታ እዩ። ኢየሱስ ክርስቶስ ጎይታ እዩ። ሃለሉያ ኣዒንቲ እግዚኣብሄርሲ ናብ ጻድቃን እየን ዝርኣ፣ ኣእዛኑውን ናብ ጸሎተን እየን። ገጽ እግዚኣብሄር ግና ነቶም ገበርቲ እከይ ይጻረሮም እዩ እሞ፣ እቲ ህይወት ክፈቱ ጽቡቕ መዓልትታት ከኣ ክርኢ ዝደሊ ልሳኑ ካብ ክፉእ ከናፍሩውን ካብ ተንኰል ከይዛረባ ይኸልክል። ካብ እከይ ይህዝበል ንሰ ካብ እከይ ይህዝበል ሰናይ ከኣ ይግበር፣ ንሰላም ይድለያ ይስዓባውን። ቀጽለለይ የሱስ ክርስቶስ ጎይታ እዩ ሃለሉያ ኤራቦ ክላ ሲዲባባ ስለቲ ሰናይ ተናዓኒ እግዚኣብሔር እታ ቃል እንታይ እያ ትብል ምናልባት እታ ጥቕስ ተጋግየ ክህሉ ክኢለ ኣዒንቲ እግዚኣብሔር ናብ ጻድቃን እየን ኣእዛኑ ድማ ናብ ጸሎቶም እየን ኣሕዋተይ ኣእዛን ኣምላኽ ንጸሎት ቅዱሳን ክሰምዓ ባህ ይብለን እዩ ኣእዛን ኣምላኽ ንጸሎትና ክሰምዐ ባህ ይብለን እዩ ኣሕዋተይ እግዚኣብሔር ተመስገነ ይኹን ኢየሱስ ክርስቶስ ጎይታ እዩ ኢየሱስ ክርስቶስ ጎይታ እዩ ሃለሉያ ሃሌሉያ ኣምላኽ ዓብዩ ኣምላኽ ዓብዩ ኣምላኽ ዓብዩ ኣምላኽ ብሩኽ እዩ ኣምላኽ ብሩኽ እዩ እግዚኣብሔር ንጸሎትካ ክሰምዕ ባህ ይብሎ እግዚኣብሔር ንጸሎትና ክሰምዕ ባህ ይብሎ ስለዚ ድምፅኻ ኣይትሕባእ ኣፍካ ኣይትዕጾ ስቕ ኣይትበል ተዛረብ እዩ ዝብል ናይ እግዚኣብሔር ቃል ኣብዚ ዕስራን ሓደን መዓልቲ ስቕ ኣይትበል ተዛረብ ተዛረብ እእዛን ኣምላኽ ደኒነን ኣለዋ እእዛን ኣምላኽ ይሰምዓ ኣለዋ ኣታ ጸሎት ኩሉ እትሰምዕ ኢልዎ ኣታ ጸሎት እትሰምዕ ኣምላኽ ኩሉ ስጋ ናባኻ ክመጽእ ኢኻ ኢልዎ መዝሙር ኣርባዓ ኣታ ጸሎት እትሰምዕ ኣምላኽ ኩሉ ስጋ ናባኻ ክመጽእ ሃለሉያ ጸሎት ዝጽሊ ዘበለ ሰብ ሎሚ ኣሕዋተይ ኣብ ቅድሚ እግዚኣብሔር ስሙዕ እዩ ጸሎትካ ስሙዕ እዩ ጸሎትካ ቅቡል እዩ ኢየሱስ ክርስቶስ ጎይታ እዩ ስለምንታይ ንሓሳብ ኣምላኽ ስለ ዝደለኻ ኣነ ዝሓስበልኩም ዘለኹ ሓሳብ እፈልጦ ኣታ እግዚኣብሔር ዝሓስበልካ ሓሳብ እፈልጦ እዩ እስኻ ኣይትፈልጦን ኢኻ ኣነ ይፈልጦን እየ ንዓይ ዝሓስበ ኣነ ንዓይ ኣብ ሂወተይ ዝኸውን ኣይፈልጦን እየ ኣምላኸይ ግን ንዓይ ዝሓስበለይ ሓሳብ ይፈልጦ እዩ ናቱ ሓሳብ ድማ ኩሉ ግዜ ሰናይ እዩ ናቱ ሓሳብ ድማ ኩሉ ግዜ ሙሉእ እዩ ናቱ ሓሳብ ድማ ኩሉ ግዜ ፅቡቕ እዩ ለውጢ ወይ ድማ ምምልላእ ፅላሎት ዘይብሉ ኣቦ ብርሃናት ካብኡ ኩሉ ሙሉእን ፅቡቕን ውህበት ይመፅእ ካብ መን ካብ እግዚኣብሔር ኣሕዋት ካብ እግዚኣብሔር ስለዚ እግዚኣብሔር ኩሉ ግዜ ብጸሎትና ባህ ዝብሎ ኣምላኽ ስለ ዝኾነ ብጸሎት ቅዱሳን ባህ ዝብሎ ጎይታ ስለ ዝኾነ ድምፅና ነስምዓዮ መሃሌ መሃሌ ክልተ ዓሰርተ ኣርባዕተ ክዛረብ ከሎ መሃሌ መሃሌ ክልተ ዓሰርተ ኣርባዕተ E patora da bagashi di baba. ከምዚ ኢሉ ኣቲ ኣብ ቃቑራ ኸውሒ ኣብ መሕብኢ ጸድፊ ዘሎኺ ርግበይ ድምጽኺ ጥዑም ገጽኪውን ጽቡቕ እዩሞ ገጽኪ ኣርእይኒ ድምጽኺ ኣስምዕኒ ዋው የሱስ ክርስቶስ ጎይታ እዩ ሕሰብዋ እዛ ኣብዚ ዝዛረባ ዘሎ መሃሌ መሃሌ ኣበያ ዘላ ኣብ ቃቑራ ከውሕያ ዘላ ኣበያ ዘላ ኣብ ምሕብእ ፀጥፍያ ዘላ ተሓቢኣ እያ ዘላ ማለት ኮን ኣበያ ዘላ ሕዋተይ እንታይ ዝብላ ዘሎ እግዚኣብሔር ድምፅኺ ጥዑም እዩ ገፅኪ ከዓ ፅቡቅ እዩ ገፅኪ ርእኒ ድምፅኺ ከዓ ስምዕኒ ካብ ኩነታት ክውፅእ እዩ ማለት እዩ ካብ ኩነታት ካውፃእ ሕቶታት ሕጂ ሕቶታት ሕቶታት ኣይኮነን ከም ኣስቴር ሕጂ ኣሕዋተይ ገፅ ንጉስ ንደልየላ ዓመት እዩ ገፅ ንጉስ ንደልየሉ ግዜ እዩ ንንጉስ ባዕሉ እምበር ንነገራት ኣይኮና ንደልሎም ኣሜን ምክንያቱ ኣስቴር እንታይ ኢላ ንጉስ እንተ ደኣ ፈትዩ እንተ ንጉስ እንተ ደኣ ፈትዩ ናብቲ ኣነ ዘዳለኽዎ ምሳሕ ይምፃእ እቲ ንጉስ እንታይ ኢሉ? እንታይ እዩ ልማኖኺ? ኖኖኖኖኖ ልማኖ ኣብ ውሽጣ እኮ ሕቶ ኣለዋ። ዓሌታ ኩሎም እኳ ንሞት እዮም ተፈሪዶም። ህዝባ ኩሎም እኳ ንሞት እዮም ተፈሪዶም። ደሓር እኮ ኣውፅኣቶ እያ። መዓስ እያ ግን ኣውፅኣቶ? ንጉስ ምስ መፀ ሓወይ ንንጉስ ደኣ ንድለዮ ንንጉስ ደኣ ንድለዮ። ስለዚ ነዛ መሃሌ መሃሌ እንታይ ዝብላ ዘሎ ኩነታት ክግደፍ እዮ። ኣብ ቆዋቑራ ከውሒ ዲኺ ዘለኺ ኣብ ምሕብእ ጽድፊ ዲኺ ዘለ ውፅኢ ካብኡ ካብ ኩነታትኪ ውፅኢ ካብ ኩነታትካ ውፃእ ካብ ኩነታትካ ውፃእ ካብ ኩነታትኪ ውፅኢ ካብ ኩነታትና ንውፃእ ካብ ንሰምዖ ድምፅታት ንውፃእ ኢየሱስ ክርስቶስ ጎይታ እዩ ኢየሱስ ክርስቶስ ጎይታ እዩ ሃሌሉያ ሃሌሉያ ስለዚ ደሃይና እነስማዓሉ መገዲ ሓደ እንታይ እዩ ጸሎት ደሃይና እነስማዓሉ ሓደ መንገዲ ጸሎት እዩ ኣሕዋተይ ኣምላኽና ደሃይና ክሰምዖ ዝደሊ፣ ገጽና ክርእዮ ዝደሊ ጸሎት እዩ። እቲ ብሕቡእ ዝርኢ ኣቦኻ ንሱ ብግህዶ እንታይ ክገብረካ እዩ? ክኸሰካ እዩ። ማቴዎስ ሽዱሽተ ሽዱሽተ ከምኡ ኢሉና ኣሎ። ድምፅና ክሰምዖ ይብህግ። ሃለሉያ። ገጽና ክርእዮ ይደሊ። ኣበይ? ኣብ ሕቡእ ስፍራ። ካብ ኩነታትካ ውፃእ። ኣታ ህዝበይ እቲ ኣውሎ ንፋስ ክሳዕ ዝሓልፍሲ ኣብ ቤትካ እቶ ሕልፍኚኻ ዕጾ ኣብ ሕልፍኚኻ እቶ ማዕጾኻ ዕጾ ማዕጾኻ ዕጾ ስለምንታይ ዝወስድ ንፋስ ስለ ዘሎ ሎሚ ኣሕዋተይ ኣብ ሕልፍኚ ዝኣተወ ጥራሕ እዩ ስዒሩ ዝወጽእ ኣብ ሕልፍኚ ዝኣተወ ጥራሕ እዩ ተዓዊቱ ዝወጽእ ኣብ ሕልፍኚ ዝኣተወ ጥራሕ እዩ ሓሳብ ኣምላኽ ረኺቡ ዝወጽእ ኣብ ሕልፍኚ ዝኣተወ ጥራሕ እዩ ኩነታት ክህሉ ይኽእል እዩ ሕቶታት ክህሉ ይኽእል እዩ ቁፃራት ክህሉ ይኽእል እዩ ኣምላኽ ግን ልዕሊ እዩ ኣምላኽ ልዕሊ ኩነታትካ እዩ ኣምላኽ ካብ ኩነታትካ ይዓቢ ኣምላኽ ካብ ኩነታተይ ይዓቢ ኣምላኽ ካብ ሕቶታተይ ይዓቢ ኣምላኽ ካብ ሕማምካ ይዓቢ ኢየሱስ ጎይታ እዩ ኣምላኽ ካብቲ ማዕበላትን ንፋሳትን ትብሎ ካብኡ ይዓቢ ጎይታ ማዕበላት እዩ ንሱ ጎይታ ማዕበላት እዩ ንማዕበላትን ንንፋሳትን ጠጠው ከብል ዝኽእል ኣምላኽ ስለዚ ድምፅና እነስማዓሉ ሓደ እንታይ እዩ ጸሎት ንሓሳቡ እንረኽበሉ መንገዲ ሓደ እንታይ እዩ ጸሎት ብጸሎት ኢና ንሓሳቡ ንረኽቦ ብጸሎት ኢና ንምኽሩ ንረኽቦ ብጸሎት ኢና ንገጹ ንደል ከምዚ ናይ ንግስቲ ኣስቴር ንጉስ እንተ ደኣ ፈትዩ ኣታ ንጉስ ፈትዩ ኣሎ ሎሚ ኣእዛኑ ናባኻ ከድንን ፈስዩ ኣሎ ፈትዩ ኣሎ ፈቲካ ኣሎ ፈትዩ ሃለሉያ ንኣቦታትካ ስለ ዝፈተዎም እኮ ንኢሉ ንሙሴ ንኣቦታትኩም ስለ ዝፈተዎም ዋው እግዚኣብሔር ተመስገነ ይኹን እግዚኣብሔር ተመስገነ ይኹን ሃሌሉያ ካብ ኩነታትካ ውፃእ ኣኽራናት ዝበሃል ጥዑይ ድምፂ ኣይሂበካን እዩ ኤርምያስ 3 23 ኤርምያስ 3 23 እንተዳሪእኹሞ ኤርምያስ እንታይ ኢሉ ኣኽራናት ሲኢልዎም ዘይጠቅም ደሃይ ኣስምዑና ሎሚ ካብ ዘይጠቅም ደሃያት ንውፃእ ዘይጠቅም ደሃይ ካብ ዙርያና ይበተን ብሓቂ እዩ ብሓቂ እዩ ካብ ኩርባታት ረድኤት ምጽባይና ከንቱ እዩ ኣኽራንሲ ጥቕሚ ዘይብሉ ደሃይ ደኣ ሃቡና ብሓቂ ምድሓን እስራኤል ካብ እግዚኣብሔር ኣምላኽና እዩ ዝርከብ እንታይ ኣኽራንሲ ዘይጠቅም ሃለሉያ ኣኽራንሲ ጥቕሚ ዘይብሉ ደሃይ ደኣ ሃቡና ዘይጠቅም ድምፂ ምፅሉ ዳትዋዩ ዳዊት ክዝምር ከሎ እንታይ ኢሉ? የዒንተይ ናብ ኣኽራን የልዕል ኣሎኹ ኢሉ። ረድኤተይ ካበይ እዩ ዝመጸኒ? የዒንቱ ናበይ ኣልዒሉ? ናብ ኣኽራን። ደሓር ረድኤት ተተጸበየ ካብ ኣኽራን ኣይመጾን። ጽኒሕ ኢሉ ዳዊት ግን እንታይ ኢሉ? ረድኤተይ ካበይ ትመጸኒ? ረድኤተይ ካብቲ ሰማይን ምድርን ዝገበረ እግዚኣብሔር እዩ። ረድኤትካ ካብቲ ሰማይን ምድርን ዝገበረ እግዚኣብሔር እዩ። ንሱ ዝሓስበልካ ሓሳብ ይፈልጦ እዩ ኣምላኸይ ንዓይ ዝሓስበለይ ሓሳብ ይፈልጦ እዩ ሃለሉያ ኣምላኸይ ናብዚ ቦታ እዚ ናብዚ ኸረን እዚ ክዕድመኒ ከሎ ምሳሕ ብስቡሕ ዓንጉዕ ኣዳሊለይ ኣሎ ምሳሕ ብዘገርም ግርማ ኣብዚ ኣዳሊለይ ኣሎ ስቡሕ ብልዒ ኣዳሊለይ ኣሎ እግዚኣብሔር ሃለሎያ ነዚ ስብሒ እዚ ነዚ ስቡሕ መኣዲ ናይ ኣምላኸይ በሊዐ ድማ መጋረጃ ካብ ኣዒንተይ ተቐንጢጡ ንኣምላኸይ ክርእዮ የሕዋተይ ምኽንያቱ ገጽኪ ኣርእኒ ድምፅኺ ስምዕኒ ከዓ ክብላ ከሎ ተሓብኢ ይኮንን ዝርያ ሃለሎያ ክትርእዮ ክትመፅእ ከላ ንሱ ከዓ ክርኣይ ክትሪኦ ክትመጽእ ከላ ንሱ ከኣ ይሪኣ ኣታ ናይ ምርኣይ ዓመት እዩ ሃለሉያ ጰኒኤል እያ እዛ ጾምን ጸሎትን እዚኣ ናይ ጰኒኤል ዘመን እያ ኣሜን ናይ ጳኒኤል ግዜ እያ እዛ ጾምን ጸሎትን እዚኣ ናይ ጴኒኤል በቃ ንኣምላኽሲ ገጽ ንገጽ ርኢ እየ ንኣምላኸይሲ ገጽ ንገጽ ርኢ እየ ኢሉ ያዕቆብ ነታ ቦታ እንታይ ኢልዋ ጴኒኤል ኢልዋ ጴንኤል ሃለሉያ ንኣምላኸይሲ ገጽ ንገጽ ዝርእየሉ ዓመት እዩ ንኣምላኸይ ገጽ ንገጽ ፊት ንፊት ዝራኸበሉ ዓመት እዩ ኩነታተይ ኣይዓግተንን እዩ ኣኽራናት ኣይክልክሉንን እዮም ምክንያቱ ነኽራናት እንታይ ይገብሮም ነ ኣይጽበዮም ነ ኣኽራናት ኣይጽበዮም ነ ኩርባታት ኣይጽበዮም ነ ኣለዉ ዝበሃሉ ኣብ ዙርያይ ኣይጽበዮም ነ መልሲ ናይ ሕቶይ እግዚኣብሄር እዩ መልሲ ናይ ሕቶኻ እግዚኣብሄር እዩ እግዚኣብሄር ዝተመስገነ ይኹን እግዚኣብሔር ዝተመስገነ ይኹን እግዚኣብሔር ብሩኽ እዩ እግዚኣብሔር ብሩኽ እዩ እግዚኣብሔር ብሩኽ እዩ እግዚኣብሔር ምስጉን እዩ ሃለሉያ ዋው ሃለሉያ ኣብ ቀዳማይ ሳሙኤል ምዕራፍ ሓደ ዓሰርተ ሸሞንተ ከምዚ ኢሉ ንሳ ከዓ ኢሉ ብዛዕባ ሃና እዩ ዝዛረብ ዘሎ ንሳ ከዓ ባርያኻስ ኣብ ቅድሜኻ ከም ሞገስ ርከብ በለት እታ ሰበይቲ ድማ መገዳ ከደት በልዐት እውን ድሕሪ እዚ ከኣ ገጻ ጉህይቲ መሲላ ኣይተራእየትን። ናይ ብዙሓት ጓሂ ክለዓል እዩ ኣሕዋተይ። ናይ ብዙሓት ጓሂ ክለዓል እዩ። ናይ ብዙሓት ጓሂ ክለዓል ሃና ንፈልጥ ኢና ምብጫው ነይሩ እዩ ዝርያ ሃና ንፈልጥ ኢና መግቢ ክትበላዕ ኣይከኣለትን ኩሉ ግዜ ንብዓት እዩ ነይሩ ቀለባ ኩሉ ግዜ ንኣምላኽ ክትስውእ ኢላ ብዝመጸትሉ መጠን ልባ ይስበር ነይሩ። ሓደ መዓልቲ ግን ወሲና በቃ ተንሰእት እዩ ዝብለና። ሃና ድማ እንታይ ገበረት? ተንሰት። ናበይ ተንሲኣ? ናብ ቤተ መቕደስ ከይዳ። ሃለሉያ ሃለሉያ ሃለሉያ። ጓሂ ዘበለ ኣይረኽበካን እዩ። ጓሂ ዘበለ ኣይረኽበካን እዩ። ዋው ዋው ዋው ዋው ስለዚ ተንሲኣ ናበይ ከይዳ ናብቲ ማሕደር ኣምላኽ ናብቲ ቤት መቕደስ ከይዳ ኣብኡ ምስ ከደትከ ኣብኡ እንኮ ጽቡቕ ኣያጋጠማን ጽቡቕ ኣያጋጠማን ዝገርመኩም ነገር ኤሊ በቃ እንዳጸለየት ከላ ኣፍ ኣፍ ኣይጥምት ነይሩ እንታይ እያ ትብል ዘላ እዚኣ ወረ ብልቡ ጥራሕ ተዝፈርድ ከማን ኮ ጸሊኢኹም ዲኹም ብልቡ ጥራሕ ተዝፈርድ ጽቡቕ ነይሩ ዋ ስኽርቲ ዲኺ ስኽራንኪ ደይተውፅዮ ኢልዋ ንሳ ግን የዒንታ ኣበይ ትጥምት ነይራ? ዋው ናብቲ ልዑል ኣታ ናብቲ ልዑል እስከ በል የዒንተይ ናብ ልዑል እዩ ዝጥምት እስከ በል ሎማዓንቲ የዒንተይ ናብቲ ልዑል እዩ ዝጥምት የዒንተይ ካብ ሰባት የልዕል ኣለኹ የዒንተይ ካብ ኩርባታት የልዕል ኣለኹ የዒንተይ ካብ ነገራት የልዕል ኣለኹ ስለምንታይ እቲ ዝተጸጋዕኩዎ ኣምላኽ ዝሓስበለይ ዘሎ ሓሳብ ንሱ ይፈልጦ እዩ ንስኻ ይትፈልጦን ኢኻ እሱ ይፈልጦ እዩ እዚኣ ፖይንት እዚኣ ሓዝዋ ኣምላኸይ ንዓይ ዝሓስበለይ ሓሳብ ዝፈልጦ እዩ ሓፍትና ክትምስክር ጸኒሓ ስለምንታይ ብዛዕባ ተን ገንዘብ ክትዛረብ ጸኒሓ ስለምንታይ ጠጠው ኢለን ስለምንታይ ጠጠው ኢለን ኣምላኸይ ንዓይ ዝሓስበሉ ሓሳብ እንታይ ገብሮ እዩ ይፈልጦ እዩ ንዓይ ዝሓስቦ ሓሳብ ይፈልጦ እዩ ስለዚ ሃና ጸሎታ ናብ እግዚኣብሔር ምስ ኣዕረገት ጎይቲ መሲላ ኣይተርኣየትን ጎይቲ መሲላ ኣይተርኣየትን ርኢኹም መኻንነት ኣይዓገታን መኻንነት ኣይዓገታን ምብጫው ኣይዓገታን ላግፂ ኣይከልከላን ላግፂ ይከልከላን ፍቕሪ ሰብኣያ ከማን ኣይከልከላን ኣታ ሎሚ ዝኽልክል ዘበለ ሎም መዓልቲ ይለዓል በሽም የሱስ ይለዓል ኣሕልፍኝና ይፅረ ኣሕልፍኝኻ ይፅረ በሽም የሱስ የሕልፍኝኻ ይፅረ ኣብዚ ናይ ዕስራን ሓደን መዓልቲ ጾምን ጸሎትን ኣየራትካ ብሽም ኢየሱስ ሃለሉያ መንፈስ መንፈስ ይሸትት ብሓቂ መንፈስ ቅዱስ መንፈስ ቅዱስ ይሸትት ብሓቂ ዣቶ ላባክላ ዚዲባባ ዋው ሬእኹም ብጸሎት ናብ ሓሳብ ኣምላኽ ትኣቱ ብጸሎት ድምጺ ኣምላኽ ትሰምዕ ብጸሎት ምኽሪ ኣምላኽ ተስተውዕል ብጸሎት ምኽንያቱ ሓሳብ ኣምላኽ ክትፈልጦ ኣብ ሓሳብ ኣምላኽ ብምምጻእ ጥራሕ ኢኻ ሓሳብ ኣምላኽ ትፈልጦ ናብ ኣምላኽ ብምምጻእ ጥራሕ ኢኻ ስለዚ ንገጹ ዝደሊ ወለዶ ይደሊ እግዚኣብሔር ሃለሉያ ኦ ሃለሉያ ሃለሉያ ስለዚ ኣሕዋተይ ሓሳብ ኣምላኽ ንዓና ጽቡቕ እዩ ሓሳብ ኣምላኽ ንዓና ኩሉ ግዜ ሰናይ እዩ እዚ ብስመይ እተሰምየ ህዝበይ ትሕት እንተበለ ገጸይ ድማ እንተደለ ኢልና እግዚኣብሔር ዓዲምና እኮ እዩ በዓል እንተ እንተደለ ናትካ ምርጫ እዩ ናትኪ ምርጫ እዩ ናትካ ምርጫ እዩ እንተ እኮ ክትገብሮ ትኽእል ዘይክትገብሮ ትኽእል ገጸይ እንተ ደለየ ካብ ክፉእ መገዱ እንተ ተመልሰ ኣነ ከዓ ካብ ሰማይ ክሰምዐ ርኤኻ እቲ ምርጫ ንዓኻ ሂቡስ ናቱ መልሲ ግን ንጹር ገይርዎ እቲ ምርጫ ንዓይ ንዓኻትኩም ንሂቡ እዚ ብስመይ ተሰሚ ህዝበይ ኦኬ ኣብዚኣ ንሰማማዕ ኢና ትሕት እንተ በለ እንተ ትሕት ክትብል ትኽእል ዘይክትሕት ትኽእል ምርጫ እዩ ገፀይ እንተደለየ ገፁ ክትደሊ ትኽእል ዘይክትደሊ ትኽእል እንተለመነ ክትልምን ትኽእል ዘይክትልምን ትኽእል ምርጫ ሂብካ ጎይታ ሽዑ እንታይ ኢሉ ኣነ ካብ ሰማይ ክሰሚዐ ካልኣይ ዜና ሸውዓተ ዓሰርተ ኣርባዕተ ኣለኩም ኣነ ካብ ሰማይ ክሰሚዐ ሓጢኣቶም ይቕረ ክብል እየ፣ ምድሮም ክፍውስ እየ። ተዋሂብና እዩ። ንሕና ኣርባዕተ ነገር ንገብር፣ ጎይታ ከዓ ሰለስተ ምላሽ ይበና። እግዚኣብሔር ዝተመስገነ ምልኣት ዘለዎ መልሲ ይበና። እግዚኣብሔር ዝተባረኸ ይኹን። ካብ ሰማይ ክሰሚዐ ሓጢኣቶም ይቕረ ክብል እየ፣ ምድሮም ከዓ ክፍውስ እየ ኢሉ ማለት እዩ። እግዚኣብሔር ዝተመስገነ ይኹን። ኢየሱስ ክርስቶስ ጎይታ እዩ። ኣታ እግዚኣብሔር መልሲ ኣለዎ። እግዚኣብሔር መልሲ ኣለዎ። እግዚኣብሔር መልሲ ኣለዎ ስለዚ ከይቀበፅና ኩሉ ሳዕ ንፀሊ ኩሉ ሳዕ ንፀሊ ኩሉ ሳዕ ቃሉ ንብላዕ ግዜ ኣይትሕልፍ ግዜ ደሎ ከይመስለካ ገሌና ንመዓልቲ ብሰዓታት ኢና ክንቆፅራ ንዑት ገሌና ንመዓልቲ በቃ ብሰዓታት ኢና ክንቆፅራ ንዑት ግዜ የለን እቲ ዘዋሪ እቲ ክፉእ ሰይጣን ግዜ ከም ዘይብሉ ፈሊጡ ይዘውር ኣሎ ኣማኒ ከዳዕ ኣመንቲ ከዳዕ ግዜ የለን ኣሕዋተይ ራእይዎ እንታይ ዓይነት ለውጥታት ይኸውን ኣሎ ራእይዎ እንታይ ዓይነት ለውጥታት ይኸውን ኣሎ ኣብ መንጎ ኢራን ኣሜሪካ እስራኤል ገለ ውግእ ክመፅእ ዝሓስቦ ሰብ ነይሩ ድዩ ኣይነበረን ኣይነበረን ግዜ ይጎይ ኣሎ ቀድሞ That's why መጽሓፍ ቅዱስ ክዛረብ ከሎ እንተ ጎየኻ ኣይክትዕንቀፍን ኢኻ ስጉምትኻ ከ ኣይክሓጽርን እዩ ኢሉና ኣማኒ ኩሉ ግዜ ኣብ ጉያ እዩ ኣማኒ ኩሉ ግዜ ኣብ ጉያ እዩ ኣብ ድሕረይ ዘሎ እንዳረሳዕኹ ናብቲ ኣብ ቅድመይ ዘሎ ዓስቢ ዓወት እንታይ ይገብር ኣለኹ እመጣጠር ኣለኹ ዋይ ነቲ ዝረኸበኒ ክረኽቦ እቲ ዝረኸበካ ክትረኽቦ ተመጣጠር ከይቀበፅካ ፀሊ ኩሉ ግዜ ጸሊ ከይተሓለልካ ጸሊ ኢየሱስ ወዲ ኣምላኽ ዓብዩ ሃለሉያ ከይቀበጹ ሉቃስ 18 ከይቀበጹ ኩሉ ጻዕ ክጽልዩ ከም ዝግብኦም ድማ ብምስላ ተዛረቦም ከምዚ ኢሉ ኣብ ሓንቲ ከተማ ንኣምላኽ ዘይፈርሕ ንሰብ ድማ ዘይሓፍር ፈራዲ ነበረ ኣብታ ከተማ እቲኣ ድማ መበለት ነበረት ናብኡ እናመፀት ከዓ ምስ ዝመባእስተይ ፍትሒ ኣውፃለይ ትብሎ ነበረት እናኣበያ ኸኣ ሓያሎ መዓልቲ ኣደንጐያ። ድሕሪ እቲ ግና ብልቡ፣ ኣምላኽ እንተ ዘይፈራሕኩ፣ ሰብ እውን እንተ ዘይሓፈርኩ፣ እዛ መበለት እዚኣ ላሕ ኣቢላትኒ እያ እሞ፣ መመሊሳ እናመጸት ከይተሰልክየኒስ፣ ፍትሒ ደኣ ከውጽኣላ በለ። ጐይታ በለ፣ እዚ ዓመጸኛ ፈራዲ ዝብሎ ዘሎ ስምዑ፣ ኣምላኽዶ ግዳ ነቶም ለይትን መዓልትን ናብኡ ዝጠርዑ ሕሩያቱ ፍትሒ ኣየውጽኣሎምን እዩ። ይጽመሞም ዶኸ? ቀልጢፉ ፍትሒ ከም ዘውጽኣሎም እብለኩም ኣለኹ። ወዲ ሰብ ምስ ዝመጽእ ግና እንድዒ እምነት ዶኾን ኣብ ምድሪ ክርከብ እዩ? ቀልጢፉ ፍትሒ ከም ዘውጽኣሎም። ቀልጢፉ ፍትሒ ከም ዘውጽኣሎም። ደንጒ ማለት መልሲ ኣምላኽ ኣይሰምዖን ማለት ኣይኮነን። መልሳ ናይዛ ሰበይቲ እዚኣ ደንጒ ማለት እቲ ንጉስ ኣይሰምዖን ማለት ኣይኮነን። እቲ ንጉስ እሞ ሰሚዕዎ እዩ። መልስኻ ደንጒዩ ማለትሲ ድምጽኻ ኣይተሰምዐን ማለት ኣይኮነን። ዳንኤል ዕስራን ሓደን መዓልቲ ክጽሊ ከሎ ድምጹ ብቐዳመይቲ መዓልቲ ተሰሚዑ። ስለዚ ኣብ መበል ዕስራን ሓደን መዓልቲ ደኣ መልሲ ይምጻዮ እምበር ኣብ ቀዳመይቲ መዓልቲ ስለ ዘይመጾሲ ድምጹ ይተሰምዐን ማለት ኣይኮነን። ዘሰይም ንዓኻ ድማ ዘሰይም ንዓኻ ድማ ስለዚ ሓስ ኣምላኽ ዝሓስበልና ሓሳብ እንታይ ይገብሮ እዩ ይፈልጦ እዩ መፈጸምታን ተስፋን ክበኩምሲ ሓሳብ ደሓን እምበር ናይ ክፉእ ኣይኮነን ይብል እግዚኣብሔር ሃለሉያ ኩላትና ንጸልይ ኤራ ፖስታላ ባክላ ዢዲ ባባ ተመስገን እግዚኣብሔር ተባረኽ እግዚኣብሔር ልዕል በል እግዚኣብሔር ሓሳብካ ንዓና ሰናይ እዩ ምኽርኻ ንዓና ሰናይ እዩ ብጎይታ ብኢየሱስ ክርስቶስ ሽም ኣቦ ነመስግነካ ኣለና እቲ ንደቂ እስራኤል ተዛረቦም ጽቡቅ ቃላት ሓንቲ እኳ ኣብ ምድሪ ኣይወደቐን ከም ዝተጻሓፈ እቲ ንዓና ዘዳለኻዮ ሓሳብ መፈጸምታን ተስፋን ከም ዘለዎ ንኣምን ኣለና እግዚኣብሔር ነዚ ቃልካ እዚ ተኣማሚንና ድማ ኣብ ቅድሜኻ ንመጽእ ኣለና ብሽም የሱስ እግዚኣብሔር ኣቦ ገጽካ ኣብርሃልና ገጽካ ምለሰልና እግዚኣብሔር ኣቦ ሰላምካ ሃበና እግዚኣብሔር ኣቦ ጸጋኻ ኣብዝሓልና ብሽም የሱስ ንዓኻ ንደልየካ ኣለና ብጎይታ ብኢየሱስ ክርስቶስ ሽም ኣቦ ከም ቃልካ ኣብ ቅድሜኻ መጺና ኣለና ገጽኪ ኣርእይኒ ድምጽኺ ድማ ኣስምዕኒ ዝበልካ እግዚኣብሔር ንዓኻ ገጽና ኣብ ቅድሜኻ ነምጽእ ኣለና ጎይታ እንሆ ትብዓትና ደም ወድኻ ኢየሱስ ክርስቶስ እዩ ሞጎስና ደም ወድኻ ኢየሱስ ክርስቶስ እዩ እንሆ ኣብ ቅድሜኻ ዘቕርበና ኣብ ቅድሚ ዝፋን ጸጋኻ ዘቕርበና ምሕረት ሂቡ ሃለሎያ ምሳኻ ሰላምን ዕርቅን ዝህበና ደም ወድኻ ኢየሱስ ክርስቶስ ስለ ዝኾነ በዚ ደም እዚ ተኣማሚንና ኣብ ቅድሜኻ ንመጽእ ኣለና ከልካሊ ቀጽርና ኣልዕሎ ከልካሊ ቀጽርና ኣልዕሎ ከልካሊ ቀጽርና ብሽም የሱስ ኣልዕሎ ከልካሊ ቀጽርና ብሽም የሱስ ኣልዕሎ ኦ እግዚኣብሔር ኣምላኬ ቀጽርታት ምዝላል ይኹን ቀጽርታት ምዝላል ይኹን ብሽም የሱስ ቀጽርታት ምዝላል ይኹን ኣቦ ጽልይ ኣለኹ ኣብዚ ቀፃሊ መዳባትና ጎይታ ንስኻ ክትሓልፍ እፅልይ ኣለኹ መንፈስካ ክሓልፍ በኢየሱስ ክርስቶስ ሽም እፅልይ ኣለኹ ከምቲ መንፈሰይ ካብ ግብፂ ክወፅእ ከለኹ መንፈሰይ ሕጂ እውን ኣብ ማእከልኩም ኣሎ ከም ዝተፅሓፈ መንፈስካ ምሳና ስለ ዘሎ ብመንፈስካ ክንሓልፍ ብመንፈስካ ክንሰግር ኣቦ ጽሊ ኣለኹ ብመንፈስካ ክንወጽእ እግዚኣብሔር ኣምላኽ በኢየሱስ ክርስቶስ ሽም ጽሊ ኣለኹ ሓሳብካ ኣብ ህይወትና ይነበብ ሓሳብካ ኣብ ህይወትና ይነበብ ሓሳብካ ኣብ ህይወትና ይነበብ ሓሳብካ ኣብ ህይወትና ይገለጽ ብሽም ኢየሱስ ኡር ራባ ክላቶ ራባ ጋሽቲ ባባ ስለይ ኣብቲ ጥቕሉል መጽሓፍ ጽሑፍ እዩ ተባሂሉ እዩ በኢየሱስ ክርስቶስ ሽም ኣብቲ ጥቕሉል መጽሓፍ ስሌና ዝተጻሕፈ ንመዓልታትና ዝተጻሕፈ ንዘመናትና ዝተጻሕፈ በዚ መዓልታት እዚ ክንበብ ጽሊ ኣለኹ መጽሓፍ ዜና መዋል ከምጽሎ ኣዘዘ ከም ዝተጻሕፈ መጽሓፍቲ ይገንጸል መጽሓፍትና ይገንጸል ብሽም ኢየሱስ ኡራባካቶ ራባ ፓፓካቲሺ ባባ ብጽሓና ወኣቦ ብጽሓና እግዚኣብሔር ንህዝቡ በጽሐ ጽሑፍ እዩ ጎይታየ እግዚኣብሔር ከም ቃሉ ንህዝቡ በጽሐ ጽሑፍ እዩ ጎይታ ከም ሓሳብካን ምኽርኻን ነዚ ህዝቢ እዚ ብጽሓዮ ከም ሓሳብካን ምኽርኻን ኣቦ ብጽሓና ከም ሓሳብካን ምኽርኻን እግዚኣብሔር ኣምላኸ ብጽሓና ከም ሓሳብካን ምኽርኻን ኣቦ ርድኣና ከም ሓሳብካን ምኽርኻን ጎይታ ብጽሓና ንስኻ ረድኤትና ኢኻ ንስኻ ረድኤትና ኢኻ ንስኻ ረድኤትና ኢኻ ኣቦ ሎሚ ኣበኻዊ ሓይንጥምትን ኢና ሀበ ኽራናት ኣይነስተብህል ኒና ሎሚ ወእግዚኣብሔር ኣምላኬ ኣብ መሳፍንቲ ኣይንውከል ኒና ጎይታ ካበ መሳፍንቲ ምውካል ሲ እግዚኣብሔር ኣምላኬ ኣብ እግዚኣብሔር ኣምላኬ ምምዕቋብ ይሓይሽ ከም ዝተጻሕፈ ብሽም የሱስ ሎሚ ኣባኻ ንምዕቆብ ኣለና ብሽም የሱስ ሎሚ ኣባኻ ንውከል ኣለና ብሽም የሱስ ሎሚ ኣባኻ ንጽጋዕ ኣለና ትውክልትና ንስኻ ኢኻ እግዚኣብሔር ትውክልትና ንስኻ ኢኻ እግዚኣብሔር ነዚ መዓልታትና ኣብ ቅድሜና ዘሎ ኣቦ ኣባኻ ንምዕቆብ ኣለና ኣባኻ ንጽጋዕ ኣለና ኣባኻ ንውከል ኣለና እግዚኣብሔር ኣምላኸ ጸግዕና ንስኻ ኢኻ ጎይታ ጽላልና ንስኻ ኢኻ ጎይታ ብሽም የሱስ ጽልያ ኣለኹ ሃለሉያ ጥሜት ካብዛ ምሸት እዚኣ ጀሚሩ እግዚኣብሔር መሸንቆቃ ክገብረሉ እዩ ጆኹም ኣሕዋተይ ንጎረርኻ እግዚኣብሔር መሸንቆቃ ክገብረሉ እዩ ጥሜት ኣይ ክስምዓካን እዩ ክስዕር ኢኻ ክስዕር ኢኻ ብኸብድኻ ኣይትግዛእን ኢኻ ብኸብድኻ ኣይትተሓዝን ኢኻ ህዝቢ ኣምላኽ ብኸብድኻ ኣይትግዛእን ኢኻ ህዝቢ ኣምላኽ ብኸብድኻ ኣይትተሓዝን ኢኻ ወኣቦ የመስግነካ ኣለኹ ወኣቦ ይባርኸካ ኣለኹ ዝኾነ ዓይነት ናይ ጥዕና ፈተናታት ሕጂ ብሽም የሱስ ይሰብሮ ኣለኹ ከይተበገሰ የፍሽሎ ኣለኹ ከይተበገሰ የፍርሶ ኣለኹ ብሽም የሱስ ከይተበገሰ የፍርሶ ኣለኹ ከይተበገሰ ኣብ ቦትኡ ከሎ ሃለሉያ ራባባባባባባ ከምቲ ኣረነ እግዚኣብሔር ኣቦ ሃለሉያ ብዝሰጎመ ዘበለ ዝመክኽ ጎይታ ሎም መዓልቲ ጽልያ ኣለኹ ሕማም ዘበለ በይ ከይተበገሰ ከሎ ይምከኽ ብሽም የሱስ ሕማም ዘበለ ከይተበገሰ ከሎ ይምከኽ ብሽም የሱስ ይምከኽ ብሽም የሱስ ይምከኽ በዚ መዓልቲ እዚ ጎይታ ከቋርፅ ኢሉ ዝመፅእ ኖ እግዚኣብሔር ኣቦ ኮኔክሽንና ክበትኽ ኢሉ ዝመፅእ ሎም መዓልቲ ብሽም የሱስ ነምክኾ ኣለና ሕማም ዘበለ ንሰብሮ ኣለና ብሽም የሱስ ጎይታ ኣሕዋተይ ብጥዕና እዮም ዝውድኡ ኣሓተይ ብጥዕና እየን ዝውድኣ ኣሕዋተይ ብጥዕና እዮም ዝውድኡ ኣሕዋተይ ብጥዕና እዮም ዝውድኡ ብጥዕና ጀሚሮም ብጥዕና እዮም ዝውድኡ ብሰላም ጀሚሮም ብሰላም እዮም ዝውድኡ ሃለሉያ የመስግነካ ኣለኹ ተመስገን ብሰላም ጀሚርና ብሰላም ኢና ንውድእ ብዓወት ጀሚርና ብዓወት ኢና ንውድእ ኦ እግዚኣብሔር ተመስገን ነመስግነካ ኣለና ንሽምካ ንባርኾ ኣለና እግዚኣብሔር ንስኻ ዓብዪ ኢኻ እሞ ተመስገን ንስኻ ብሩኽ ኢኻ እሞ ጎይታ ተመስገን ንስኻ ጻድቕ ኢኻ እሞ ባባ ተመስገን ክብሪ ንዓኻ ይኹን ክብሪ ንዓኻ ይኹን ኣብ ሰማይ ኣብ ላዕሊ ኣብ ታሕቲ ኣብ ምድሪ ንስኻ ኣምላኽ ኢኻ እሞ ተመስገን ሕነ ዝፈዲ ጸላኢ በዚ ሰሙናት እዚ ሎም መዓልቲ ብሽም የሱስ ነፍርሶ ኣለና ሕነ ዝፈዲ ጸላኢ ብሽም የሱስ ነፍርሶ ኣለና ሕነ ዝፈዲ ጸላኢ ብሽም የሱስ ነፍርሶ ኣለና ሕነ ዝፈዲ ጸላኢ ብሽም የሱስ ነፍርሶ ኣለና ሕነ ክፈዲሉ ዝወጽእ ጸላኢ ብሽም የሱስ ነፍርሶ ኣለና ወእግዚኣብሔር ኣምላኸ ተመስገን ወእግዚኣብሔር ኣቦ ተመስገን ወጎይታ ተባረኽ ኦ መንፈስካ ምሳና ስለ ዘሎ ተመስገን የስ ማዕፆ ስለ ዝኸፈትካልና ተመስገን ንስኻ ማዕፆታት ስለ ዝኸፈትካልና ተመስገን ማዕፆታት ስለ ዝኸፈትካልና ኣቦ ተመስገን መዓፁ ስለ ዝኸፈትካልና ጎይታ ተመስገን ሓደሽቲ መዓፁ ስለ ዝኸፈትካልና ጎይታ ተመስገን መፋትሕ ስለ ዝሃብካልና ጎይታ ተመስገን መንፈሳዊ መፋትሕ ስለ ዝለቐካዮ ኣብዚ ቦታ እዚ ተመስገን የመስግነካ ኣለኹ ንቐጽርታት ክንዘሎ ኢና ንቐጽርታት ከነልዕሎ ኢና የስ ቴንክ ዩ ጂሰስ የመስግነካ ኣለኹ ተመስገን ስለ ኣሕዋተይ ተመስገን ስለዚ ጉባኤ እዚ ተመስገን ስለ መንፈስካ ተመስገን ስለ ቃልካ ተመስገን ወእግዚኣብሔር ክብሪ ንዓኻ ይኹን ሽምካ ንዘለኣለም ይባረኽ ብኹሉ ነገር ተባረኽ ብሽም የሱስ ኣሜን